ሰላም ዝኸበርኩም ተኸታተልቲ ባና ሚድያ ንሎሚ ሒዝናልኩም መፂና ዘለና ፀልማት ኣብ ማፀነ ዝብል ዛንታ እዩ ክኾን ክትከታተሉ ብክብሪ እናዓደምና ሰናይ ፃንሒት ህይወት ክሳብ ክንደይ ጥዕምቲ ምንባራ ዝተረድኣኒ ንኣበይ ምስ ረኸብክዎ እዩ ቅድሚኡ ዝነበርክዎ ናብራ ሕብሪ ዘይብሉ ስእሊ ይመስል። ንሱ ግን ከምቲ ነዊሕ ጸልመተ ሰማይ ዘብርህ ዋግዋጎ ብሃንደበት ኣብ ህይወተይ ብልጭ በለ። ኣብ ሓደ ካፌ ኢና ተራኺብና። ኣነ መጽሓፈ የንብብ፣ ንሱ ድማ ምስ ዓርኩ ኮይኑ የዕልል። ኣዒንትና ንሰከንድ ምስ ተራኸባ ልበይ ድው ድው ክብል ተሰሚዑኒ። እታ ፍሽኽትኡ ከም ነብሰይ ዝፈልጣ ሰብ እያ መሲላትኒ። ኣቤል ናብ ጣውላይ መጺኡ ይቕረታ ከምዚ ዓይነት መጽሓፍ ዘንብብ ሰብ ክርኢ ባህ እዩ ዝብለኒ ኢሉኒ ካብቲ ዓለት እቲኣ ነጀው ህይወተይ ብፍቕሪ መሊኣ ክንዛረብ ከለና ቃላት ይሓፅረና ስቕ ክንብል ከለና ድማ እቲ ስቕታና ባዕሉ የዕለና ነበረ ኣብ ነፍሲ ወከፍ ነገር ንሰማማዕ ነበርና። ሓሳባትና፣ ትምኒትና፣ ሕልምና ኩሉ ሓደ ነይሩ። ከመይ ጌርና ኢና ክሳብ ሕጂ ዘይተላለና እናበልና ንስሓቕ ነበርና። ከም ክልተ ነፍሳት ኣብ ሓደ ስጋ ዝተሓዋወሰ እዩ ዝመስል ነይሩ። ኣዋርሕ እናሓለፉ ፍቕርና እናዓሞቐ መጸ። ዓለም ብኣቤል ጥራይ እያ ትርኣየኒ ነይራ። ንሱ ዓለመይ፣ ኣነ ድማ ሰማዩ ነበርኩ። ሓደ ምሸት ሕማቕ ተሰሚዑኒ ናብ ሆስፒታል ምስ ከድኩ እታ ዘይተጸበኽዋ ግን ድማ ውሽጢ ተናፍቓ ዝነበረት ዜና ሰሚዐ። ጥንስቲ እየ ንኣቤል ክነግሮ ከለኹ ካብ ሓጎሱ ዝተልዓለ ኣብ ኣየር ሸለው ኣበለኒ ሓዳርና ስድራ ቤትና ደቅና እናበለ ብዛዕባ መፃኢና ክዛረብ ከሎ ኣብ ዓለም ልዕለ ዝተዓደለ ሰበይቲ ከምዘየላ እዩ ይስምዓኒ ነይሩ ሕጂ እቲ ዝዓበየ ስግምቱ ክንወስድ ኣለና በለኒ ኣቤል ሓደ መዓልቲ ስድራ ቤትና ክነፋልጥ ኣለና ልበይ ሓጎስን ስክፍታን ተሓዋዊሳ ኣደይ ንኣቤል ክትርእዮን ክትፈትዎን ኣዝየ እየ ደልየ ነይረ ዕለተ ቆፀራና መፀት። ኣቤል ናብ ገዛና መፀ። ኣደይ ብሓጎስ ተቐቢላቶ። ኩላትና ኣብ ሳሎን ኮፍ ኢልና ነዕልል ነበርና። ኣደይ ንኣቤል ብዛዕባ ስድርኡ ክትሓቶ ከላ ኣቤል ብዛዕባ ኣዲኡን ሓንቲ ሓፍቱን ከም ዘለቶን ነገራ። ብዛዕባ ኣቦኡ ክዛረብ ከሎ ግን ኣቦይ ካብ ንእስነተ እዩ ካባና ዝፈልዩ ኣብ ወፃ ሃገር እዩ ዝነብር ግን ብዙሕ ርክብ የብልናን በለ። ዓደይ ገፃ ቅይር ክብል ረኣኽዎ ኣብ መንደቕ ገዛና ዝተሰቐለ ስቕሊ ስእሊ ናይ ኣቦይ ነይሩ ኣቦይ ካብ ሃገር ምስ ወፀ ምስ ኣደይ ተፋቲሖም እዮም ካብ ሽዑ ርክብና ተቋሪፁ እዩ ኣደይ ነቲ ስእሊ እናተመልከተት ኣቦኻ መን እዩ ስሙ ኢላ ብምንቅጥቃጥ ብምፅሓተተቶ ኣቤል ናብቲ ስእሊ ጠሚቱ ፈገግ በለ እዚኣስ ፍሉይ ኣጋጣሚ ከምዚ ናይ ኣቦይ ስእሊ ትመስል ስሙ ኣቶ ገረመስቀል ይበሃል ኣደይ ነቲ ሰምዓቶ ክትኣምን ኣይከኣለትን። ንስኻ ወዲ ኢኻ ማለት ድዩ ኢላ ሰንበደት። ኣብቲ ሳሎን ዝነበረ ሓጎስ ኣብ ሓንቲ ሰከንድ ናብ ስቕታ ተቐየረ። ኣነ እንታይ ከም ዝኾነ ኣይተረድኣንን ነይሩ። ኣቤል ብድንጋጸ እወ ኣቦ እዩ ንስኺ ኢኻ ትፈልጥዮ ዲኺ ኢሉ ሓተታ። ኣደይ ብዓውታ እናበኸየት ናባይ ጠሚታ ኣለም ጓለይ እዚ ወዲ እዚ ሓውኹ እዩ ወዲ ኣቦኺ በለትኒ። እተን ቃላት ከም መብረቕ ጸፍዓኒ ኣዛኒ ደንቆራ ኣዒንተይ ሕጂ ንዓ ተፍሰሳ እቲ ዝፈትዎ ሰብኣይ እቲ ኣቦ ናይቲ ኣብ ከብዲ ዘሎ ዕሸል ሓወይ ክኸውን ኣይክእልን ሕልሚ ክኸውን ኣለዎ ርኹስ ሕልሚ ግን ኣይነበረን እቲ ኣብ ገጽ ኣቤል ዝነበረ ድንጋጸን ጓህን እቲ ናይ ኣደይ ንብዓትን ኩሉ ሓቂ ምንባሩ መስከረለይ ሕጂ ኣብ ማእኸል ገሃነም ሓዊ ደው ኢለ ኣለኹ ዓለም ኣብ ልዕለይ ተዓጽያትኒ እቲ ፍቕሪ ዝመስለኒ ዝነበረ ሕጂ ነውርን ርኽሰትን ኮይኑ ተሰምዓኒ። ልበይ ኣብ ክልተ ተመቒሉ። ሓደ ወገን ነዚ ኣብ ማህፀነይ ዘሎ ህፃን የፍቅሮ እየ፣ ንሱ ገበን የብሉን፣ ንሱ ፍረ ናይቲ ብንፅህና ዝጀመርናዮ ፍቕሪ እዩ። ከመይ ገይረ ንሓንቲ ዘይተወልደት ነፍሲ ክቐትላ? እዚ ሓጢኣት እዩ፣ ንኣምላኽ እንታይ ኢለ ክምልሰሉ? እቲ ካሊእ ወገን ድማ ብሓውኪ ዝተወልደ ቆልዓ ሕብረተሰብ እንታይ ክብለኪ እዩ ንስኺ ከመይ ጌርኪ ኢኺ ነዚ ነብሮ እዚ ክፅበየኪ ክትነብሪ እዚ ቆልዓ እዚ ክዓቢ ከሎ እንታይ ኢልኪ ክትነግሪ እዮ ኣቦኻ ሓወዲኻ እዩ ዲኺ ክትብልዮ ዝብሉ ሕቶታት ከም ዕሸኽ ይወግኡኒ እዩ እዚ ዘይንቡርን ዘይሕጋዊ ባህልን ሃይማኖትን ዝተነፀረ ነገር እዩ እዚ ዘይንቡርን ዘይሕጋዊ ብባህልን ብሃይማኖትን ዝተነፀገ ነገር እዩ። ኣብ መንጎ ክልተ ዝሕለፉ መንገድታት ተሻኺለ ኣለኹ፣ መንገዲ ሓጢኣት ወይ መንገዲ ነውሪ። እዚ ጥንሲ እንተቋሪፀዮ ቀታሊት ነፍሲ ይኸውን። እዚ ጥንሲ እንተወሊደዮ ድማ ንህይወተይን ህይወት እዚ ህፃንን ኣብ ዘይውፃእ ፀልማት ይዳርጎ። ንስኻትኩም ኣብ ቦታይ ትኾኑ እንታይ ምገበርኩም? ንስኻትኩም ኣብ ቦታይ እንተትኾኑ እንታይ ምገበርኩም? በየናይ መንገዲ ክኸይድ? ምኽያት ዓይነይ ነፂፉ፣ ሓሳብ ርእሰይ በኒኑ፣ ነዚ ኣብ ማህፀኒ ዘሎ ህፃን እንታይ ክገብሮ? ንገሩኒ፣ በጃኹም ምኸሩኒ። እምበኣርከስ ክቡራት ተኸታተልቲ ሎሚ ዝነበረ ፃንሒት እዚ ይመስል ነይሩ። ከምቲ ልሙድ ርእይቶኹምን ሞራልኩምን ኣይፈለየና እናበልና ኣብ ቀፃሊ ብኻሊእ መደብ ክሳብ ንራኸብ